ክልተ ሰለስተ ሰሙን ኣቢሉ ይገብር ኣብ ፌስቡክ ሓንቲ ቪድዮ ምስ ረኣኹስ ኣዝዩ ገሪምኒ። ሓንቲ ቆልዓ ኣብ ናይ ኩትትና ዕድመ ወይ ኣብዚ ናይ ቲኔጀር ዕድመ ኣላ ኢለ ዝገመትክዋ ብዛዕባ ወለዳ ብዙሕ መረረ ከተስምዕ ወይ ከኣ እቲ እሶም ዝብልዋ ሳደይ ትሰማምዓሉ እቲ ማዕረ ክንደይ ከምዘይርድእዋ ክትገልጽ እንከላ ኣብ ዝተፈላለየ ኣተሓሳስባ ከም ዘለዉ፣ ክርድእዋ ፍጹም ከም ዘይክእሉ፣ ማዕረ ክንደይ ጸቕጢ እውን ከም ዝፈጥረላ ክትዛረብ ከላ ርእየዮ። ብድሕርዚ ኣብ ደገ ዝዓብዩ ቆልዑ፣ ዋላ እኳ ኣብ ኤርትራ ተወሊዶም ንደገ ዝወጹ ወይ እውን ኣብ ደገ ተወሊዶም ኣብ ደገ ዝዓብዩ ቆልዑ ብዛዕባ ወለዶምሲ እንታይ ይብሉ ይኾኑ ወይ እንታይ ዓይነት መረረ ይህልዎም ይኸውን ኢለ ብዙሕ ክፍትስ ምስ ጀመርኩ ኸኣ ግዜ ከይወሰደለይ ኣብ ሓጺር ግዜ ናይ ብዙሓት ዝተፈላለዩ ቆልዑ ናይ ገሊኦም ብከምዚ ብላግጺ ወይ ብባጫ ዝመስል ናይ ገሊኦም ናይ ብሓቂ ምስ ኣዕሩኽቶም መዛንኦም እንዳተዛረቡ ከለዉ ዝተመልአ ቪድዮታት ናይ ገሊኦም ከኣ ቪድዮ ሞባይሎም ኣብ ቅድሚኦም ግበር ኣቢሎም ንኽወጸሎም ወይ ንኽፈኹሰሎም ልክዕ ከምዚ ምስ መሓዛኻ ወይ ምስ ዓርክኻ ተዕልሎ ከምኡ እንዳዓለሉ ንኣብነት ናይዛ ቆልዓ ሕጂ ከምኡ እዩ ነይሩ ከምኡ እንዳገበሩ ዝመልእዎ ምስ ረኣኹ ኣዝዩ ኣተሓሳሲብኒ ምክንያቱ እቲ መረረ ኣዝዩ ከቢድ እዩ እቲ ክሲ እውን ዳርጋ መብዛሕትኡ ካብ ሓቂ ዝረሓቐ ስለ ዘይኮነ እዩ ሕጂ ወለዲ ኣብ ደገ ወጺና ደቅና ነዕቢ ዘለና እቲ ዝገርም ኩላህና ወለዲ ቆልዑ ምስ መጹ ንደቅና ኢና ንነብር ኩሉ ነገር ንደቅና እዩ ኩሉ እንገብሮ ኩሉ እንሰርሖ ምእንቲ ደቅና ኢና ንብል ግን ከምኡ ኣይኮነን ምኽንያቱ ኣብ ብዙሕ ውሳነታትና ንኣብነት ናቶም ድሌት እንታይ እዩ ከይሓተትና ብዙሕ ንውስኖ ነገራት ኣሎ ንዕኦም ብኸመይ ይጸልዎም ይኸውን ኢልና ብዙሕ ከይመርመርና ከይሓሰብና ከየውረድና ከይደየብና እቲ እዋን ወይ ከኣ እቲ ግዜ ወይ ኩሉ ሰብ ከምኡ ይገብር ስለ ዘሎ ስቕ ኢልና ነቲ መገዲ ክንስዕቦ ንረኣይ ኢና። ሕጂ እዚ ኣብ ደቅና ብዙሕ ሃስያ እዩ ዘለዎ። ካብ እቲ ዝኸፈኣ ከኣኒ ዳርጋ መብዛሕትና ብፍላይ እንዳ ጎበዙ ክመጽኡ እንከለዉ ኣብዚ ናይ ኩትትና ዕድመ ክበጽሑ እንከለዉ እሶም ካባና እንዳረሓቑ ስለ ዝመጹ ዝያዳ እቲ ናይ ኣዕሩኽቶም እቲ ምስ መሓዝቶም ዘሕልፍዎ ግዜ ስለ ዘገድሶም ክኸዱ ከለዉ ወይ ፍንትት ክብሉ ከለዉ ካባና እልይ ክብሉ ከለዉ እቲ እሶም ዝሓልፍዎ ዘለዉ እቲ እሶም ዝኾንዎ ዘለዉ ክንርድኦ ከም እንኽእል ንደቅና ከነርእዮም ብዙሕ ክንጽዕር ኣይዕዘብን እየ ስለዚ ኣብ ናይ ሎሚ ቪድዮ ወለዲ ንደቅና ብዛዕባ እቲ ዘማርርዎ ዘለዉ መጀመርታ ክንሰምዕ ብድሕሪኡ ንሕና እንታይ ኢና ክንገብር ዘለና ኣብዚ ደገ ኮይንካ ኩሉ እቲ ኣብ ዓድና ኮይንና ክንረኽቦ እንኽእል ሓገዝ፣ ደገፍ፣ ንሳቶም እውን ንባዕሎም ዕድል ኣይገበሩን። ምኽንያቱ እቲ ኣብ ዓድኻ ኮይንካ ከተዕብዮም እንከለኻ ኣቦ ዘይገብሮ ኣደ ትምልኦ፣ ኣደ ዘይትምልኦ ሓወቦ ይገብሮ፣ ሓወቦ ዘይገብሮ ኣሞ ትገብሮ፣ ኣሞ ዘይትገብሮ ሓትነ ትገብሮ፣ ሓትነ ዘይትገብሮ ዓባዮም ኣባሓጎኦም ይገብርዎ ወይ ይምልእሎም ስለዝኾነ ኩሉ ከኣ በይንኻ ኮንካ ቆልዓ ከተዕቢ ኣዝዩ ከቢድ እዩ ከምዚ ጻዕዱ ዝብልዎ it takes a village to raise a child ዝብሃል እቲ ቪሌጅ የለን ደገ ምስ ወጻኻ ኩሉ ካባኻ እዩ ስለዚ ሓደ ደቅና እንታይ እዮም ዘማርሩ ዘለዉ ክንርኢ ብድሕሪኡ ድማ ንህና ከም ወለዲ እንታይ ኢና ክንገብር ዘለና ደቅና ጸቕጢ ከይስምዖም እቲ ምንባሮም ከይጸልዉ፣ ክሳብ ክንድዚ ከቢድ ዝኾነ ክሲ ከይከሱና፣ ወለዲ እንታይ ኢና ክንገብር ዘለና ክንርኢ ኢና። ሰናይ ምክትታል። ኣብዚ ቪድዮ ዝተጠቕሶም ነጥብታት ኣዝዩ ብዙሕ እዩ። ሕጂ ቀዳማይ ክሲ ካልኣይ ክሲ ሳልሳይ ክሲ እንዳበልና ክንዝርዝሮ እውን ኣይምጸላእኹን ምኽንያቱ ወለዲ ፈቲና ጸሊእና ክንስከሞ ዘለና እዩ ፈቲና ጸሊእና ክንቅበሎ ዘለና እዩ ካብ ዜሮ ተበጊሳ ኣይኮነትን ትብል ዘላ ናይ በይና እውን ኣይኮነን ኣብ ብዙሓት ቆልዑ እንሰምኦ ወይ ብዙሓት ቆልዑ ዘማርርዎ ስለ ዝኾነ ሓደ ካብኡ ውድድር፣ ቆልዑ ኣብ ዝሃለዉ ዕድመ ይሃልዉ ንኣሽቱ ከለዉ ምስ ጎበዙ፣ ኣብ ናይ ኩትትና ዕድመ ምስ በጽሑ ዋላ ካብኡ ሓሊፎም ደቂ ዕስራ፣ ዕስራን ገለን ዓመት ምስ ኮኑ ወለዲ ኩሉ ግዜ ምስ ደቂ ክላሶም፣ ምስ ጎረባብቶም ብፍላይ ከኣ ምስ ኣዝማዶም ከነወዳድሮም ኢና ንነብር። እቲ ምስ ኣሕዋቶም ከም ንቡር ከም ትሑዝ እንዲና ወሲድናዮ። ብፍጹም ክንገብሮ ዘይብልና እዩ ከኣ ዝኾነ ሰብ ኣይንኳይን ቆልዓ ዝመሃር ዘሎ ዝላመድ ዘሎ ብዙሕ ነገር እንዳወደቐ እንዳተሰኣ ዝኽእል ካብ ጌጋታቱ ዝመሃር እኹላት ሰባት ኮይንና ውን ምስ ካልኦት ሰባት ክንወዳደር ግቡእ ኣይኮነን ዋላ ውን ምስ ካልኦት ሰባት ክንወዳደር እንተፈቲንና እቲ ውጽኢቱ ጽቡቕ ኣይኮነን ብፍላይ ኣብቲ ስምዒታዊ ሸነኹ ኣዝዩ ዝሃስየና ቆልዑ ድማ ቅድሚ ሕጂ እንታይ ይኽእሉ ነይሮም ወይ እንታይ ይገብሩ ነይሮም እሞ ኣብዚ ሕጂ እዋን ድማ እንታይ ኣማዕቢሎም ኣለዉ፣ እንታይ ወሲኾም ኣለዉ ወይ ከኣ ካብቲ ዝነበሮም እንታይ ኣጉዲሎም ኣለዉ እንዳበልና ምስ ነብሶም ጥራይ ኢና ከነወዳድሮም ዘለና። ዝኽእልዎ ዘይነበሩ ንኽኽእልዎ እንታይ እንታይ ጻዕሪ ክንገብረሎም ይግበኣና ምፍላጥ የድልየና። ንሓደ ዝኸኣሉ ዝመልኹዎ ድማ ክብድሆም ስለ ዘለዎ ኪንኡ ሓሊፎም ክኽእልዎ ክመልክዎ ስለ ዘለዎም እንታይ ዓይነት ብድሆታት ብኸመይ ኣገባብ መን ክገብረሎም ኣለዎ ምሕሳብን ምምርማር እውን የድልየና። ስለዚ ወለዲ ብፍላይ ኣብዚ ደገ ኮይንና ደቅና እነዕቢ ዘለና እታ ቀዳመይቲ ክንገድፋ ዘለና ቆልዓ ምስ ዝኾነ ካልእ ሰብ መዘንኡ ክወዳደር ግቡእ ኣይኮነን ጽቡቕ ኣይኮነን። እዚ ነቲ ርእሰ ተኣማንነቶም ኣዝዩ እዩ ዝቐትሎ ሓደ። ካልኣይ እቲ ጽቡቕ ናይ ምውድዳር መንፈስ እውን የጥፍኣሎም ሕጂ ሰብ ኮይንካ ክትወዳደር ጽቡቅ ነገር ክትብህግ ሓደ ጽቡቅ ነገር ዝገብር ዘሎ ሰብ ልክዕ ከምኡ እስኻ ከኣ ጽቡቅ ነገር ክህልወካ ወይ ጽቡቅ ዓወት ክትጎናጸፍ ባህጊ ክህልወካ ጽቡቅ እዩ ከምኡ ዘይኮንካ ወይ ከምኡ ዘይገበረ ኩስቶ እንታይ ይገብር ኣሎ ኩስቶ ሓፍትኻ እንታይ ትገብር ኣላ ወዲ ክላስካ እንታይ ይገብር ኣሎ ዘመድኪ ኣበይ ኣበይ በጺሓ ኣላ እንዳበልና እንገብሮ ግን ኣዝዩ ከምዚ ኣሉታዊ ጽልዋ እዩ ዘለዎ ነቶም ቆልዑ እውን ጸቕጢ ይገብረሎም እዩ ካብኡ ሓሊፉ ድማ ምስዞም ሰባት ኣብ ዝኾነ ይኹን ዘይተራኸቡ ጽልኢ እውን ክፈጥረሎም ይኽእል እዩ። እንዳዓበዩ ክመጹ እንከለዉ ከኣ ዝኾነ ጸብለል ዝብሎም ወይ ሕልፍ ዝብሎም ብዝተፈላለየ ነገር ምክንያቱ ኩላትና ሓደ ዓይነት ዓቕምን ብቕዓትን ስለ ዘይብልና ኩሉ ኣብ ነናቱ እዩ ዝኽእል ወይ ኣብ ነናቱ እዩ ብሉጽ ኣብ ነናቱ እዩ ንፉዕ ሕጂ ምስ ዓበዩ ከምዚ እንዳገበርና እንዳወዳደርና እንተ ነዕብዮም ሃሊና ሕልፍ ንዝብሎም ብንእሽተይ ነገር ዋላ ሕልፍ ንዝብሎም ጸብለል ንዝብሉ ሰባት ኩቱር ጽልኢ እንዳ ኣማዕበሉ ክመጹ ይኽእሉ እዮም። ናይ ሰባት ጽቡቕ ናይ ሰባት ሰናይ ውን ዘይደልዩ ዘየሕጉሶም ዘይብህጉ ውን ክኾኑ ተኽእሎ ኣሎ። ልዕሊ ኩሉ ድማ ንዖኦም ውን ሕጉሳት ንኸይኮኑ ሓደ ካብቲ ዝዕንቅጾም ስለ ዝኾነ ወለዲ ብዝተኻለ መጠን ኩሉ ግዜ ደጋጊመ ዝብሎ ንደቅና ምስ ዝኾነ ሰብ ዋላ ምስ ኣሕዋቶም ከነወዳድሮም ግቡእ ኣይኮነን። ነወዳድሮም እንተ ደኣ ሃሊና እውን ካብ ሎሚ ካብዛ ሰዓት እዚኣ ኣትሒዝና ከነቋርጾ፣ ነብስና ክንገትእ፣ ስምዒትና ክንመልኽ ኣገዳሲ እዩ። ከም ዓቢ ነጥቢ ኣልዒላ እተማርረሉ ዝነበረት ከኣ ጉዳይ ናይ ቤተክርስትያን፣ በተክርስትያን ምኻድ ማዕረ ክንደይ ጸቕጢ ከም ዝፈጥረላ፣ በተክርስትያን ምኻድ ትጸልእ ኮይና እውን ዘይኮነት፣ እቲ ኣብኡ እትርእዮ ነገራት ምስቲ ትመሃሮ ወይ ከኣ ምስቲ ናይ በተክርስትያን ኣይድያ ወይ ከኣ ሓደ በተክርስትያን ክኾኖ ናይ ዘለዎ ስለ ዝጋጨዋ ምርዳእ ይኣብያ። መሊሱ ድማ ሕርቃን ቁጥዐ ከም ዘምጽኣላ እውን ትዛረብ። ወለዲ ኣብዚ እውን ሕምቀት ኣለና። ደቅና ክንዲ በፍልጦ ክንዲ ንዕኦም ዝኸውን ድዩ ኣይከውንን ድዩ ኢልና መርሚርና መሚና ንቤተክርስትያን እንወስዶም ኣብቲ ሃይማኖት ተወኪሎም ክዓብዩ ጥራይ ስለ እንደሊ ኩሉ ነገር ብዘይ መረዳእታ ብዘይ መግለጺ ንኣሽቱ ቆልዑ ኣብ ናይ ዓበይቲ ዓበይቲ ምስ ንኣሽቱ ቆልዑ ህውስውስ ኢሎም ኣብቲ ቤተክርስትያን ክውዕሉ ኣብኡ ንስለ ምምልላስ ክመላለሱ ኢና ንርኢ። ሕጂ እቲ ንደቅና ንቤተክርስትያን ምውሳድ እምነት ዘለዎም ክኾኑ እቲ ናቶም መንፈሳዊ ዓቕሞም መንፈሳዊ ፍልጠቶም ክብ ዝበለ ክኸውን ኣብኡ ዝተወከሉ ክኾኑ ዝበለጸ እዩ። ግን ኣገባብ ኣለዎ። በገባብ ክንገብሮ እንከለና ጥራሕ እዩ ውጽኢታዊ ዝኸውን። ሕጂ ዝበዝሕ ኣነ ንባዕለይ ዝዕዘቦ እቶም ጉብዝ ዝበሉ ቆልዑ ንሕና ቅዳሴ ክሳብ ዝውዳእ ወይ ቅዳሴ ክንሰምዕ ስለ ንደሊ ወይ ስብከት ክንሰምዕ ስለ ንደሊ ክሳዕ ዝውዳእ ክንጸንሕ ስለ ንደሊ ነቶም ንኣሽቱ የሕዋቶም ክሕዝዎም ክሕልውዎም ኢና ንወስዶም ካልእ እቶም ንኣሽቱ ኣብቲ ናይ ዓበይቲ እዮም ዝኣትዉ ሕጂ እቲ ዝሰምዕዎ ዘለዉ እቲ ዝርእይዎ ዘለዉ ንዓመታት ምስ ረኣይዎ ተደጋጊሙ ደሓር ምስ ዓበዩ ገለ ትርጉም ክፈጥረሎም ይኽእል ይኸውን ኣብታ እዋን እቲኣ፣ ኣብታ ናይ ሊዝ፣ ኣብታ ሰዓት እቲኣ ግን ናይ ዕድሚኦም ዝኸውን ትምህርቲ ክረኽቡ ኣለዎም። ስለዚ ወለዲ ነዚ ክንዳለወሉ ይግባና እዩ። ጓል ሓሙሽተ ዓመት እንተደኣ ኮይና እንታይ እንታይን እያ ክትመሃር ዘለዋ፣ እንታይ እንታይን እያ ክትፈልጥ ዘለዋ፣ መዓስ? ወዲ ዓሰርተ ዓመት እንተደኣ ኮይኑ እንታይ እንታይ ክመሃር ኣለዎ፣ እንታይ ክፈልጥ ኣለዎ፣ መዓስ፣ ብኸመይ ኣገባብ፣ መን እዩኸ ዝገብሮ፣ ነዚ ብምሉኡ ልክዕ ከምቲ ኪንደርጋርተን ይኸዱ ማሰ ኣብቲ ናይ ቅድመ ትምህርቲ ክመሃሩ ከለዉ ንዳለወሉ ሽዑ ዓብዮም ጎቢዞም ከዓ ናብቲ ላዕለዋይ ደረጃ ክኸዱ ንዳለወሉ ንዩኒቨርሲቲ ንኮሌጅ ክኣትዉ ከለዉ እንዳለወሉ እዚ እውን ልክዕ ከምኡ ምስቲ ዕድሚኦም ዝኸይድ፣ ምስቲ እቲ ሓንጎሎም ከሰላስሎን ከመዛዝኖን ዝኽእል ዓለትን ዓቕምን ክኸይድ ስለ ዘለዎ። ብዓቢኡ ድማ በቲ ዝርድኦም፣ በቲ ዝመልክዎ ቋንቋ ክመሃርዎ እውን ስለ ዘለዎም፣ ወለዲ ነዚ ክንዳለወሉ ይግባእ እዩ፣ ሓደ። ካልኣይ ነቲ ኣይንኳይን ቆልዑ ኮይኖም ዓበይቲ ኮይንና እውን ኣብኡ እንርእዮ ወይ ከኣ ኣብኡ ዘሰክፈና ነገራት፣ እዝስ ኣብ ቤተክርስትያን ክኸውን ኣይግብኦን እዩ እንብሎ ኣጋጣሚታት ክኸውን ይኽእል እዩ ወይ ነገራት ክኸውን ይኽእል እዩ። ንደቅና ካብዚ ከነድሕኖም ፕሮቴክት ክንገብሮም እውን ይግባኣና እዩ። ቤተክርስትያን ከይዶም ባእሲ ይርእዩ እንተደኣ ሃልዮም ኣብ ቤተክርስትያን ምስ ከዱ ዘርከበ ድላዩ ይብሎም እንተደኣ ሃልዩ ሕጂ ድላዩ ከምዚ ግድን ኣይኮነን ሕማቕ ዘረባ ክዛረቡ ዋላ እቲ ብዛዕብኦም ዝዛረቡ ንኣብነት እዛ ቆልዓ ሕጂ ብብዝሒ ትጠቕሶ እንታይ እዩ ኣብ ቤተክርስትያን ምስ ከድካ ዝኾነ ዝረኸበካ ነቦኻ ነዴኻ ዝፈልጥ ወይ ንዓኻ ዝፈልጥ ምስ ረኸቡኻ ኦህ ነዊሕ ኮንካ ዋይ እዚኣስ ሓጻር እያ እይ የሕዋታ ይነውሑ ካብኣ እንታይ ደኣ ነብሳ ጸሚኡ እንታይ ደኣ ኩሉ ግዜ እዚ ተምጽያ ድቃስ ድያ ትፈቱ ኮይና እዚታት ዘረባ ነቶም ቆልዑ ካብ ቤተክርስትያን ኣዝዩ ዘህድሙ ኣብዚ ወለዲ ኢና ክንከላኸለሎም ዘለና ዝኾነ ሰብ ብዛዕባና ዋላ ኣብ ቤተክርስትያን ጥራሕ ዘይኮነ ኣብ ዝኾነ በታ ብዛዕባ ደቅና ብፍላይ ብዛዕባ እቲ ደጋዊ ትርኢቶም፣ ደጋዊ ክፋል ናይ ኣካላቶም ክዛረብ፣ ከወዳድሮም፣ ክቆናጽቦም፣ ብዛዕባኡ ዘለዎ ርእይቶ ሓሳብ ክህብ እንከሎ ንሕና ኢና ንደቅና ንከላኸለሎም፣ ከምኡ ከይብልዎም ደው ከነብሎም ወለዲ ክንገብሮ ዘለና እዩ። ሕጂ ምናልባት ኣብቲ ደገ እቲ ብብዝሒ ክንራኸበሉ እንኽእል ምስ ብዝሒ ከማና ሕብረተሰብ ክንራኸበሉ እንኽእል ኣጋጣሚ ኣብ ግዜ በዓላት፣ ኣብ ግዜ ሰንበት፣ ኣብ ቤተክርስትያን ክኸውን ስለ ዝኽእል ብብዝሒ እዚ ኣብ ቤተክርስትያን የጋጥሞም ይኸውን እዩ። ሕጂ ነዚ ተረዲእና ከኣ ወለዲ ምድላው የድልየና ሓደ፣ ካልኣይ ብዛዕባ እቲ ደቅና በብቲ ናቶም ሃይማኖት፣ እንታይ ክመሃሩ ኣለዎም? ኣበየናይ ዕድመ? ልዕሊ እቲ ዓቕሞም ይመሃሩ ከይህልዉ ወይ ከኣ ካብቲ ቤተክርስትያን ካብቲ እምነቶም ካብቲ ሃይማኖቶም ሃጽ ኣቢሉ ዘንፍጾም ኣጋጣሚታት ኣመሃህራ ወይ ነገራት የጓንፎም ከይህልውን ምሕላው የድልየና እዩ። ምክንያቱ ኣብ መንጎ ክልተ ዝተፈላለየ ባህሊ፣ እምነት፣ ኣካይዳ ዘለዎ ኮይንና ነዕብዮም ስለ ዘለና ምክንያቱ ንሕና ዝዓበናሉ ኣሎ እሶም ዝዓብይሉ ዘለዉ ከኣ ኣሎ። ሕጂ እዚ ክልቲኡ በበይኑ ስለ ዝኾነ ነዚ ክልቲኡ ከኣኒ ሚዛን ሓሊና ከነራኽቦ ዘለና ወለዲ ኢና። እቲ ሚዛን ግን ንስሕቶ ከይንህሉ፣ እቲ ሚዛን ይጠፍኣና ከይህሉ፣ ብኡ ቢልና ድማ ንደቅና ከይንስእን፣ ደቅና እውን ካብቲ ባህሎም፣ ካብቲ እምነቶም፣ ካብቲ ሃይማኖቶም፣ ካብቲ ቤተክርስትያኖም፣ ካብቲ ቤት ጸሎቶም፣ ካብቲ ቤት እምነቶም ከይሃድሙ፣ ክንከላኸለሎም ክንሕልዎም እንታይ እዩ ዝጎድሎም ዘሎ እንታይ እዮም ዝደልዩ ዘለዉ ክንርዳእ ኣዝዩ ኣገዳሲ እዩ። ኣብ ስደት ነዕብዮም ዘለና ደቅና ካልእ ዘማርርሉ ነጥቢ ድማ ብዛዕባ ቋንቋ እዩ። ኩሉ ግዜ ቋንቋ ኣዲኦም ክኽእሉ ትግርኛ ድዩ ቢሌን ድዩ ኩናማ ድዩ ትግረ ድዩ ዝኾነ ይኹን ብዛዕባ ቋንቋ ኣዲኦም ኩሉ ግዜ ምስ ረበሽናዮም ምስ ጨቕጨቕናዮም ኢና ብፍላይ መዛኖኦም፣ የዕሩኽቶም፣ ኣዝማዶም ነቲ ናይ ናይ ኣደ ቋንቋ ዝኽእልዎ፣ ዝመልክዎ ወይ ዝፈትውዎ እንተድኣ ኮይኖም ከም ከምኡ ዘይኮንካ ከመይ ኢሉ ንሱ ይኽእሎ ከመይ ኢላ ንሳኸ ቆርጠምጠም እንዳበለት ትዛረብ ኣላ እንዳበልና ንደቅና ብዛዕባ እዚ ጸቕጢ ክንፈጥረሎም ንረኣይ ኢና። ኣዝዩ እውን ናይ ብሓቆም ጸቕጢ ይፈጥረሎም እዩ። ሕጂ ከቢድ እዩ ዋላ ገሊኦም ኣብ ኤርትራ ተወሊዶም ንስደት ዝወጹ ይኹኑ ወይ እውን ኣብ ገዛ ንሕና ብዝተኻእለ መጠን በቲ ናይ ኣደ ቋንቋ ክንዛረቦም ንፍትን ንኸውን ወይ ንጽዕር ንኸውን። ተወሓደ ተወሓደሲ ተዛሪብናዮም ነቲ ቋንቋ ሰሚዖም ንኽርድእዎ ንጽዕር ንህሉ ክንከውን ንኽእል ኢና። ግን እዚ ብቕልል ዝበለ ደስ ኢልዎም ክገብርዎ ከይተረደኦም እንዳተጻወቱ እንዳተላገጹ ክላመድዎ ክንፍትን እዩ ደኣ ዘለና እምበር ጸቕጢ ክንገብረሎም ጽቡቕ ኣይኮነን። ናይቲ ዘለዎ ዓዲ ቋንቋ እዮም ዝጥቀሙ ብኡኡ እዮም ዝመሃሩ ኩሉ ዘንብብዎ ኩሉ ዝርእይዎ ኩሉ ዝሰምዑ በቲ ካልእ ቋንቋ እዩ ሕጂ ወለዲ ክንጽዕር ይግባእ እዩ ከምዚ ቅልል ኢሉሎም ክኽእልዎ ክመልክዎ ክንገብሮ ዘለና ሜላታት ወይ ክንጥቀመሉ ዘለና ሜላታት ኣሎ እንተደኣ ዘይክኢሎሞ ወይ ክኢሎሞ ነይሮም የጥፍእዎ እንተደኣ ሃልዮም ወይ ክንምህሮም እንከለና እቲ ውጽኢቱ ውሑድ እንተደኣ ኮይኑ ወይ ቀስ ኢሎም ይፍትንዎ እንተደኣ ሃልዮም ወይ እውን ዝኾነ ይኹን ድሌት ዘይከርእዩና እውን ይኽእሉ እዮም። ሕጂ ወለዲ የሕዋት ኮይኖም ከማን ኣብ በበይኑ ደረጃ ምልከት ወይ ክእለት ናይቲ ቋንቋ ክህልዉ ይኽእሉ እዮም። ስለዚ ዝኽእሉሉ መገዲ ቀስ ጌርና እንዳተላገጽና እንዳላመድና ብጸወታ ኣምሲልና ከምቲ ንዝኾነ ነገር ክኽእልዎ እንከለዉ ቀስ ብቐስ እነላምዶም ነዚ እውን ልክዕ ከምኡ ከይደሃልና ምስ ካልኦት ከየወዳደርና ብዛዕባኦም ምስ ካልኦት ሰባት ብፍላይ ዘይክእሉ እንተደኣ ኮይኖም ኣይክእሉን እዮም፣ ኣይ ሓሚቖም ኣለዉ፣ ኣይመለኹዎን ኣለዉ፣ ምስ ዓባይካ ብምንታይ ክትዛረብ ኢኻ፣ ምስ ኣቦሓጎኻ ብምንታይ ክትዛረብ ኢኻ፣ ፍጹም ዘይትኽእል ንስኻ ኢኻ ክትክእል ዘለካ፣ ንስኺ ኢኺ ክትክእሊ ዘለኪ እንዳበልና ጸቕጢ ክንገብረሎም ግን ግቡእ ኣይኮነን፣ ነዚ ክንገብር ከም ዘይብልና ከኣ ወትሩ ክንዝክሮ ኣዝዩ ኣገዳሲ እዩ ምክንያቱ ነቶም ቆልዑ ዓቢ ጸቕጢ እዩ ዝፈጥረሎም ከም ዝፈትውዎ እንተ ጌርና ቋንቆኦም ሓደ ፍሉይ ነገር ምዃኑ ጌርና ከነረድኦም እንተ ኽኢልና ዕድል ኣብ ዝረኸብናሉ ኣጋጣሚ ኣብ ዝረኸብናሉ ብዛዕብኡ ከም ዝምሰጡ እንተ ጌርና ግን ኣብ ሓጺር ግዜ ክኽእልዎ ተኽእሎ ኣሎ። ብሓይሊ ግን ዝኸውን ኣይኮነን። ተመስጦ ክሓድሮም ኣለዎ። ምስቲ ቋንቋ ፍቕሪ ክሕዞም ኣለዎ። ከም ዝፈትውዎ ክንገብር ኣለና። ቀሊል ነገር ምዃኑ ክነርእዮም ክንክእል ኣለና። ንሕና ድማ ግዜ ሂብና ክንጽዕረሉ ክንክእል ይግባእ እዩ። እዞም ኣብ ስደት ኮይንና ነዕብዮም ዘለና ቆልዑ ካልእ ዝኸሱና ወይ ከኣ ዘማርሩሉ ጉዳይ ድማ ንነገራት በቲ ናቶም ዓይኒ በቲ ናቶም ኣተሓሳስባ ክንሪኦ ክንርድኦ ከም ዘይንኽእል እዚ ከኣ ንኸርእዩና ንኸረድኡና ሃልኪ ምዃኑ ዳርጋ ክንዲ ገለ ጎቦ ምድያብ ወይ ምሕዃር ምዃኑ እያ ትዛረበሉ። ሕጂ እዚ ኣብ ብዙሓት ቆልዑ ዘሎ እዩ። እንታይ ኮንካ እተኢልካዮም ወይ እንታይ ኮንኪ እተኢልካዮም ብፍላይ እቶም እንዳ ጎቦዙ ዝመጹ ዘለዉ ኣብዚ ናይ ኩትትና ወይ ናይ ቲንኤጀር ዕድመ እንዳ ኣተዉ እንዳ በጽሑ ዝመጹ ዘለዉ እታ ቀዳመይቲ ዝብሉኻ ኩሉ ግዜ ክትሓቶም ከለኻ ኣይርድኣክን እዩ ኣይርድኣካን እዩ ኣይትሰምዕንን ኢኺ ወይ ክትቋየቁኒ ኢኻ ክትቋየቁኒ ኢኺ እዮም ዝብሉ እምበር እቲ ናይ ብሓቂ ዝደልይዎ ዘለዉ ወይ ዝስምዖም ዘሎ ኣይነግሩናን እዮም ወይ ከዓ በንጻሩ የፈራርሑና ከምዚኣ ተዘይጌርካ ከምዚኣ ገብር ከምዚኣ ተዘይልካና ከምዚኣ ክኸውንዩ እንዳበሉኻ የፈራርሑና ምክንያቱ ከመይ ከምዝሕዙና ቆልዑ ኣዝዮም በላሕቲ ቕልጡፋት ስለዝኾኑ ከመይ ጌሮም ከምዝሕዙና ውን ስለዝፈልጡ ከምኡ ይገብሩ ማለት እዩ ከምዝኣምኑና ክንገብር ዘለና ንሕና ውን ክንኣምኖም ይግባይ እዩ እዚ ግን ጌና ንኣሽቱ እንከለዉ ብእንኸፍሎ ዋጋ ምስኦም ብነሕልፎ ግዜ ምስኦም ብንሃንጾ ዝምድና ዝመጽእ እዩ ብከነረድኦም እንኽእል ብዝምስጦም ነገራት እንዳገበርና ነቲ ናቶም ኣተሓሳስባ ክንርድኦን ክንሰምዖን ክንክእል ኣለና ሕጂ እዚ ማዕረ እቲ ናይ እዋኖም ሙዚቃ እንታይ እዩ እቲ ናይ እዋኖም ዝከታተልዎ ፊልምታት እንታይ እዩ እቲ ናይ እዋኖም መዘናግዒ ዝበሃል ወይ ግዜ መሕለፊ ዝበሃል እንታይ እዩ ናይ እዋኖም ትምህርቲ እንታይ እዩ ብምሉእ እቲ ናይ እዋኖም ዝበሃል ወይ ኣብቲ ናቶም እዋን ዝመጽእ ዘሎ ነገራት ክንርድኦ ክንፈልጦ ብኡ መሰረት ድማ ንደቅና ከነረድኦም እቲ ዘይጠቕሞም እቲ ዝሃስዮም እቲ ሸለል ናይ እዋኖም እዩሞ ናይ ዕድሜኦም እዩ ግድን ክሓልፍዎ ኣለዎም እዚ እንተገበረዎስ ኣይሃስዮምን እዩ ኣብዚ እንተተሳተፉሲ ብኸምዝን ብኸምዝንስ ይጠቕሞም ግን ካብዚ ከዓ ክጥንቀቑ ኣለዎም እንብሎ ንክንርድኦ ተረዲእና ውን ንዕኦም ከነረድኦም ውን ስለ ዝሕግዘና ወለዲ ኩሉ ግዜ ግድን ኣይኮነን ቆልዑ በቲ ንሕና ዝሓለፍናዮ ወይ ከምቲ ንሕና ዝገበርናዮ ክገብሩ ወይ ከዓ ንዕኡ ጥራሕ ክገብሩ ምክንያቱ ኩላሕና ነናይ እዋንና ኣለና ወለድና ናይ እዋኖም ናይ ግዜኦም ነይርዎም ንሕና ናይ እዋንና ናይ ግዜና ነይርና ልክዕ ከምኡ ድማ ደቅና ናይ እዋኖም ናይ ግዜኦም ኣለዎም ስለዚ ከነረድኦም ከነእምኖም ካብቲ ሓደጋታት ብኸመይ ከነድሕኖም እንኽእል ምፍላጥ የድልየና። እዛ ነዚ መደብ ክሰርሕ ዘበገሰትኒ ቪድዮ ክርኣ እንከለኹ ሓደ ካብቲ ዘጉሃየኒ ግን ብዛዕባ ወለዲ ምስ ተቖጣዕና ምስ ሓረቕና ስራሕ ክበዝሓና ኮሎ ግዜ ክውሕደና ከሎ፣ ድኻም ክብርትዓና እንከሎ፣ ኣብ ደቅና ከነውጽኦ እንከለና ዝተዛረበቶ ዘረባ እዩ። እቲ ኣብ ነብሰኻ ምስራሕ መጀመርታ ንኣብነት እንታይ እዩ ዘቖጥዓና ክንፈልጥ ኣዝዩ እዩ ዘገድሰና። ናብቲ ዝለዓለ ብራኽ ናይ ናይ ቁጥዐና ናይ ሕርቃንና ንኽንበጽሕሲ እንታይ እዩ ዝደፍኣና? ስለምንታይ ኢና ከምኡ ንኸውን ዘለና? ወይ እንታይ እዩ ዘበግሶ ምፍላጥ ኣዝዩ እዩ ዘገድሰና ምኽንያቱ እቲ ንሕና ክንዓቢ ከለና እንዳ ጎደለና ዝዓበናዮ ነገራት መጀመርያ ክንርድኦ እንተደኣ ዘይክኢልና ከነስተውዕለሉ እንተደኣ ዘይክኢልና ከነሕውዮ እውን ስለ ዘይንኽእል ተመሊስና ንደቅና ልክዕ ከምዚ ንሕና እንሽገሮ ዘለና ዓበይቲ ምስ ኮኑ ኣብዚ ንሕና ዘለናዮ ደረጃ ዕድመ በጺሖም ናቶም ስድራ ቤት ክሃንጹ እንከለዉ ልክዕ ከምዚ ንሕና ንዕኦም ንገብሮም ዘለና ንኽገብሩ ካብኡ ውን ዝገደደ ንኽገብሩ ወይ ኣብ ልዕሊ ደቆም ከምኡ ንኽገብሩ ኢና ባይታ ንኸፍት ዘለና። ስለዚ ወለዲ እቲ ህይወትና ከነስተማቕሮ ህይወትና ምስ ስድራቤትና ምስ ደቅና ሕጉስ ክኸውን ቅልል ዝበለ ክኸውን ኣዚና ነስተማቕሮ ንናፍቖ ንክኸውን ደቅና እውን ከምኡ ንክኾኑ መጀመርታ ናብቲ ቁጥዐ ናብቲ ሕርቃን ናብቲ ጸርጥር ዘብጽሓና ዘሎ መበገሲ እንታይ ምዃኑ ምርዳእ ነብስና ምፍታሽ ነብስና ምፍላጥ የድልየና ብድሕሪ እዚ ድማ ዝተፈላለየ ሓገዛት ጌርና እንድሕር ደኣ ሓገዝ ዘድልየና ኮይኑ ማዕረ ናብ ቴራፒ ምኻድ፣ ካውንስሊንግ ምኻድ ዘድሊ እንተ ደኣ ኮይኑ ክንገብሮ ኣዝዩ ኣገዳሲ እዩ። ቴራፒ፣ ካውንስሊንግ ምግባር ውድቀት ኣይኮነን ወይ ሕማቕ ነገር ኣይኮነን። ነብስኻ ምፍታሽ፣ ነብስኻ ምፍላጥ፣ ነብስኻ ምዕባይ፣ ነብስኻ ምሕዋይ እዩ እኳ ደኣ እንተ ደኣ በቲ ጥዑይ ክስታዩ እንድሕር ተረዲእናዮ። ስለዚ ናብ ደቅና ንኸይነሕልፎ እውን፣ ዓቢ ተኽእሎ ኣሎ ነብስና ከነሕዊ ንነብስና ግዜ ክንህብ እቲ ብሙሉኡ ናብ ደቅና ነውጽኦ ዘለና ነገራት እሶም ጠንቂ ዘይምዃኖም ክንፈልጥ ኣዝዩ የገድሰና እዩ ምኽንያቱ ኣብዚ እዋን እዚ እሶም ንኣሽቱ ስለዝኾኑ እቲ ሓይሎም ካብቲ ናህና ሓይሊ ትሕት ዝበለ ስለዝኾነ እቲ ዓቕሞም ካብቲ ናህና ዓቕሚ ትሕት ዝበለ ስለ ዝኾነ፣ ኣብቲ ንሕና እነመሓድሮ ቤት ይቕመጡ ስለ ዘለዉ ጥራይ፣ ናይቲ ብምሉኡ ሽግራትና፣ እቲ ብምሉኡ ንሕና እንኾኖ ናብኦም ክንጽፍጽፎ ግቡእ ኣይኮነን፣ ጽቡቕ እውን ኣይኮነን። እንተ ኽኢልና ቅድሚ እቲ ስድራ ቤት ምምስራቱ፣ ቅድሚ ኣቦን ኣደን ምዃንና ነዚ ኹሉ መስርሕ ሓሊፍና ናብኡ ክንበጽሕ ዝበለጸ እዩ። እንተ ዘይኮይኑ ድማ እቲ ንልወጦ ዘለና፣ እቲ ንኾኖ ዘለና፣ ግድን ኢና ተመሊሱ ዘጣዕሰና ወይ ተመሊስና ንጸልኦ። ከምኡ ክንከውን እንከለና ምልስ ኢልና ስምዒትና ንቆጻጸረሉ፣ ስምዒትና በገባብ እንገልጸሉ፣ ቁስልና፣ ቀውስና እነሕውየሉ ኣገባብ ክንፈልጥ ከም ዘለና፣ ክንቅበሎ እውን ከም ዘለና ክንርዳእ ኣለና። ምኽንያቱ ዝበዝሕ ኣነ ብዝራራ ሕብረተሰብ ዝሰምዖ ዘረባ፣ ወለድና እንዳቆጽዑ የዕብዮምና ወለድና እንዳሃረሙ የዕብዮምናስ እንታይ ኮይና ኣልና ሕጂ ኣብዚ ሰባት ኮይና ኣብ ዝብጻሕ በጺሕና ኢና ንብል እምበር ተሃሲና ኣይንብል ኢና ምክንያቱ ኩርዕ ኢልና ኢና ንዛረበሉ ብውሽጥና በቲ ስምዒትና ኣብቲ እምሮና ተሃሲና ከም ዘለና ግን ኣይንኣምነሉን ኢና ምክንያቱ ብዙሕ ነገር ናብ ምጽብጻብ እንተ በጺሕና መዓልቲ ብመዓልቲ ግዜ ብግዜ ናብ ምዝካር እንተደኣ በጺሕና ወይ ናብኡ እንተደኣ ተመሊስና እቲ ዝተሃሰናዮ እንታይ ምዃኑ ኣጥዒና ንፈልጥ ኢና። እንታይ ይጎድለና ኣሎ? እንታይ ንኸውን ኣለና? ደቅና እንታይ ንብድሎም ኣለና? ኣጥዒና ስለ እንፈልጥ ወለዲ ኩሉ ግዜ ብዝተኻለ መጠን ንደቅና ክንእርም እንከለና መጀመርያ ስምዒትና ዝተቖጻጸርና፣ ነብስና ዝመለኽና ክንከውን ኣለና። ብድሕሪኡ ድማ ቆልዑ ክእረሙ እንተደኣ ኮይኖም ኩሉ ግዜ ጌጋ ምስኦም ዘሎ ምዃኑ ምፍላጥ የድልየና እዩ። ካብቲ ጌጋ ክእረሙ እንተደኣ ኮይኖም ከኣ ገሊኡ ጌጋ ሸለል ኢልካ ዝሕለፍ እዩ። ገሊኡ ጌጋ ንእሽተይ ዘረባ ታተድሊ ሓጻር ውሕድቲ ዘረባ ተዛሪብካ ዝእረም እዩ። ገሊኡ ናይ ብሓቂ ንዕኦም እውን ኣብ ሓደጋ ዘእቱ ስለዝኾነ እሶም እውን ከምዚ ብኣጥዕም ክርድኡ ወይ ከምዚ ሲሪየስሊ ክሕዝዎ ዘለዎም እንተ ኮይኑ እውን ነናቱ ሜላ ነናቱ ኣገባብ ስለ ዘለዎ ግድን ክንሃርሞም የብልናን፣ ግድን ክንጻረፎም የብልናን፣ ግድን ሕማቕ ቃላት ኣውጢና ክንድርበየሎም ወይ ከዓ ክንፅዕኖም ፅቡቕ ኣይኮነን። ንደቅና ይቕሬታ ክንሓቶም ድልዋት ክንከውን እውን ኣዝዩ ኣገዳሲ እዩ። እቲ ዝገበርናዮ ጌጋ ከይንገብሮ ነብስና ክንሕሉ፣ ስምዒትና ክንቆጻጸር፣ ነብስና ከነሕዊ፣ ንምንታይ ከምኡ ንገብር ኣለና ክንርዳእ፣ ካብኡ ክንወጽእ ምፍታሽ የድልየና እዩ። ኣብ ነብስና ምስራሕ ግድን የድልየና እዩ። ተኸታተልቲ እዚ መደብ፣ ኣብ ስደት ዝዓብዩ ዘለዉ ደቅና ካብ ዘማርርዎ ቪድዮታት ተበጊሰ ዝሰራሕኩዋ መደብ፣ ገለ ትምህርቲ፣ ሓድሽ ሓበሬታ ከምኡ'ውን ጠቓሚ ምኽሪ ረኺብኩምሉ ክትኮኑ ተስፋ ይገብር። ኣብ ዝመጽእ እዋን ብኻልእ ኣርእስቲ ክንራኸብ ኢና ክሳብ ሽዑ ሰላምን ቅሳነትን።